ሰላም ሰላም ኩቡራት ተከታታትና ከመይ ቀኒኩም ሰላም ክትኮኑ ተስፋ ገብር ኣብቲ ጽሑፍ ታምኔል ከም ዝረኣኹሞ ከመይ ጌርካ ሚእቲ ሽሕ ዶላር ይኹን ዩሮ ፓውንድ ብዘይገድሳ ኣብ ዘለናዮ ኣብ ውሽጢ ሓሙሽተ ዓመት ክትእክብ ትኽእል ዝብል ጽሑፍ ሓበሬታ ርኢኹም ኣለኹም ማለት እዩ ስለዚ ኣብዚ ናይ ሎሚ ልክዕ ሙሉእ ብሙሉእ ሓበሬታ ማለት ብኸመይ መገዲ እዩ ቀሊል ድዩ ከቢድ ድዩ ስለምንታይ ሓሙሽተ ዓመት መሪጸ፣ ስለምንታይ ኣብ ውሽጢ ሓደ ዓመት ዘይኮን፣ ገለ ዝብል ሕቶታት ክንምልስ ኢና። ብተወሳኺ ከኣ ከመይ ጌርካ ተወሳኺ ገንዘብ ከተእቱ ትኽእል ዝብል ሜላታት ሓበሬታ ከኣ ኣብ መወዳእታ ናይዛ ቪድዮ ክትወሃቡ ኢኹም። ቅድሚኡ ግን ኣብዚ ቻነል ትርእይዎ ተሃሊኹም ኣብ ዩቱብ ቻነል ማለት'ዩ ሓደስቲ ኣባላት ኣሎና ኩሉ ግዜ ዝኣትዉ ናይ ስቶክ ማርኬት ትምህርቲ ሪከርድ ዝኾነ ብትምህርቲ ከም ብዙም ከኣ ሰንበት ሰንበት ወይ ከኣ ተወሳኺ ሓበሬታት ኣብ ሰኑይ ሰሉስ ዝህቦም ኣሎ ማለት ስለዚ ምስኦም ኮንኩም ክትመሃሩ ምስ ትደልዩ እዞም ኣሕዋትና ማለት ዝበዛሕኩም ኣለኹም ትኾኑ ኢኹም ኣብ ዝኾነ ቪድዮናት ናጠውቑ ዋላ ኣብዛ ቪድዮ እዚኣ ጠውቑዋ እሞ ኣብቲ ናይ ኮመንት ሴክሽን እንተሪኢኹማ ስቶክ ማርኬት ኮርስ ዝብል ኣብ ዲስክሪፕሽን ወይ ከዓ ኣብቲ ክፀንሓኩም እዩ ንዕኡ ብምጥዋቕ ኣብዚ ትርእይዎ ዘለኹም ከባቢ ሸሞንተ ቅርሽን ሓምሳን ንወርሒ ማለት ናይ VAT ክኣ ኣለኩም ኦቨሪስሊ ታክስ ወይ ክኣ ግብሪ ኣብቲ ዓድኹም ዝወስድዎ ንዕኡ ጆይን ብምግባር ኣባላት ኮይንኩም ምሳና ክትቅጽሉ ትኽእሉ ኢኹም ብዙሓት እዮም ዘለዉ ብሓንሳብ ኮይና ከም ኮሚኒቲ ንምዕባይ ተባሂሉ ናይ ስቶክ ማርኬት ኣተኪርና ተወሳኺ ግን ናይ ሪል ስቴት ናይ ገዛውቲ ከለኻ ኣለና ማለት እዩ ስለዚ ኣብኡ ክትመሃሩ ምስ ትደልዩ ኣባላት ክትኮኑ ትኽእሉ ኢኹም ስለዚ ናብዚ ቪድዮ ክመልሰኩም ከመይ ጌርካ ሚእቲ ሽሕ ክትእክብ ትኽእል ኣብ ውሽጢ ሓሙሽተ ዓመት ዝብል ሕቶ ክመለሰልኩም እዩ ሰናይ ምክትታል ስለዚ መጀመርያ በዚ ክገልፀልኩም ማለት ስለምንታይ ሓሙሽተ ዓመት መሪፀ ስለምንታይ ሓደ ዓመት ዘይከውን ሓደ ዓመት ኣብ ውሽጢ ሓደ ዓመት ሓደ ሚእቲ ሽሕ ዝኣክል ገንዘብ ማለት ሚእቲ ሽሕ ዘእቱ ሰብ ከማን ብጣዕሚ ውሑድ እዩ ኣብ ዩቱብ ተሪእኹሞ ኣብ ውሽጢ ሓደ ዓመት ኣብ ሽዱሽተ ወርሒ ገለ ዝብል ዝበዝሐ ግዜ ግን ኣብ ዩቱብ ክሪኦ ከለኹ ዳርጋ ተስዓ ሚእታዊት ፌክ ወይ ከዓ ኣንሪሊስቲክ ሪል ዘይኮነ ኮይኑ ይፀንሓካ ስለዚ ሓሙሽተ ዓመት ክበሃል ከሎ ንዝበዝሐ ሰብ ቅልል ዝበለ ኮይኑ ስለ ዝስማዓኒ ማለት እዩ ስለዚ ሓደ ክሳብ ክልተ ዓመታት እንተይልናዮ ወል ማለት ብጣዕሚ ልዑል ገንዘብ ኢንጂነር ወይ ከዓ ናይ ሶፍትዌር ሰራሒ ወይ ገለ መለ ተኮይንካ እምበር በጣዕሚ ከቢድ እዩ ሚእቲ ሽሕ ክትእክብ እሞ ናይ ግብርን ገለን ኣለ ካብ ተወሳኪ ዝክፈል ንሕና ከኣ ከም ሕብረተሰብ ብዙሕ ገንዘብ ዝስደድ ናብ ስድራናን ካልእን ስለ ዘለና ኣሸጋሪ እዩ ማለት እዩ ኦኬ ሰለስተ ዓመት ንዝበዛሕና ኢስ ኦኬ ክኸውን ይኽእል እዩ ምክንያቱ ሚእቲ ሽሕ ኣብ ሰለስተ ተመቒልካስ ከባቢ ሰላሳን ሰለስተን ገለን እዩ ዝኾን ዘሎ ንዓመት ማለት እዩ ስለዚ ከባቢ ሓምሳ ሽሕ ሚእቲ ሽሕ ተእቱ ተኮይንካ Well it's possible ብፍላይ ኣብ USA፣ UK፣ England ማለት እዩ ትቅመጥ እንተኮይንካ እሞ ከኣ ብዙሕ ዝገበርካ ጽቡቅ ትምህርቲ ዝተማሃርካ ተኮይንካ ዝበዝሐ ቅልል ዝበለ መገዲ ኮይኑ ይስምዓኒ ግን ንዝበዝሑ ስቲል ቻለንጅን ወይ ከኣ ኣሸጋሪ ክኸውን ይኽእል እዩ ሓሙሽተ ዓመት ክብል ከለኹ ግን ወል ኣብ ውሽጢ ሓሙሽተ ዓመት ሚእቲ ሽሕ ክትእክብ ብጣዕሚ ቀሊል እዩ ንዝበዝሐ እሞ ከኣ ወላ ነቲ ሓምሳ ሽሕ ወላ እቱ ወላ ሰላሳ ኣርብዓ ሽሕ ወላ እቱ ንዓመት ኣብዚ ግዜ እዚ ማለት እዩ እቲ ኣታዊታትካ ኣብ ቁሩብ ውስኽ እንዳበልካዮ ብዝተፈላለየ መገድታት ከተእቱ ትኽእል ኢኻ ስለዚ ነቲ ኣቨረጅ ኤርነር ወይ ከኣ ወላ እቲ ማእከላይ ኣእታዊ ዝበሃል ሚእቲ ሽሕ ከእቱ ዘሎ ተኽእሎታት ብጣዕሚ ቀሊል እዩ ማለት ከምኡ ክተእቱ ዘይትኽእል ተኾይንካ ከኣ ተወሳኺ ስራሓት እንዳሰራሕካ ከተእትዎ ትኽእል ኢኻ ማለት ስለዚ እቲ ቀንዲ ምክንያት ሓደ ዓመት ዘይመርጸም ከም ዝበልኩም ንዝበዝሐ ከቢድ እዩ ኣብ ሰለስተ ዓመት ደሓን እዩ ኣብ ሓሙሽተ ዓመት ግን ንዝበዛሕና ዳርጋ ቴስዓ ሚእታዊት ምበልኩ ኣብ ዩሮፕ ኣሜሪካ ንቕመጥ ማለት እዩ ቀሊል ይኸውን ኣሎ ስለዚ ቀዳማይ ክንገብሮ ዘለና ግን እንታይ ክንምሃር ኣለና ወይ እንታይ ክንፈልጥ ኣለና ኣነ ቴክኒክ ዝጥቀመሉ ማለት እዩ ብዙሕ ቁፅሪ ተኮይኑ ሓደ ሚሊዮን እንተልካ ኩሉ ግዜ ፀቕጠት ኣለዎ ኦኬ ሚእቲ ሽሕ እንተልካ ከዓ ልክዕ ከምኡ ፀቕጠት ኣለዎ ዓሰርተ ሽሕ ዕስራ ሽሕ ከየከብካ ሚእቲ ሰላሳ ሰለስተ ሚእቲ ሽሕ ገለልካ ትሓስብ እንተኮይንካ ኩሉ ግዜ ናብ ስስዐን ናብ ካልእ ነገራት ስለዝወስደካ ብዙሕ ገንዘብ ክትከስር ትረኣ ኢኻ ስለዚ ኩሉ ግዜ እንታይ ክንገብር ኣለና ዊ ሃቭ ቱ ብሬክ ዳውን ወይ ከዓ ክንመቓቕሎ ክንክእል ኣለና ማለት እዩ ስለዚ ሚእቲ ሽሕ እንተ ተባሂልኩም ዝበልኩም ኦኬ ንሓደ ዓመት ዕስራ ሽሕ ዝኸውን ዘሎ ቅልል ወይ ፍኹስ ዲላትና ሓቂ ሕጂ ትኽክል ዕስራ ሽሕ ኣብ ውሽጢ ሓደ ዓመት ክብል ከለኹን ሚእቲ ሽሕ ኣብ ውሽጢ ሓሙሽተ ዓመት ክብል ከለኹን እዚኣ ትቀልል ማለት እዩ ስለዚ እያ ዕስራ ሽሕ ስቲል ክብድ ዝበለ ክኸውን ይኽእል እዩ እዚ ከዓ ንወርሓዊ ንመቕሎ ንወርሒ ሽሕን ሽዱሽተ ሚእትን እዩ ንብል ማለት እዩ ስለዚ ወርሓዊ ሽሕን ሽዱሽተ ሚእትን ከማን ውይ ብጣዕሚ ቱማች ወፃኢ ኣለኒ ምስ ዕርኩተይ ክዘናግዐ ምስ መሓዙተይ ከምዚ ክገብር ክንብል ንኽእል ኢና ኣብ መዓልታዊ ሓምሳን ሓሙሽተን ቅርሺ እዩ ዝኾን ዘሎ ንሓንቲ መዓልቲ ማለት እዩ መዓልታዊ ሚእትን ሓምሳን ሓሙሽተን ትእትቶ ኮይንካ ንኣብነት ሓደ ሰብ ሚእትን ሓምሳን ሓሙሽተን ዘእትቶ ኮይኑስ እተን ሓምሳን ሓሙሽተን ሴፍ ክገብረን ይኽእል እዩ፣ ሰላሳ ሚእታዊት ካብቲ ኣታዊታቱስ ኢንቨስት ክገብሮ ወይ ከኣ ሴቭ ይዕቅቦ ኣሎ ማለት እዩ። ስለዚ ንመዓልቲ ክንድዚ ሚእታዊት ክዕቅብ ይኽእል እየ ኢልካ ምስ ተእቱ ወይ ከኣ ምስ ፕላን ምስ ትገብረሉ ዕላማ ምስ ትገብረሉ ብጣዕሚ ቀሊልን ክትገብሮ ከኣ ኦረዲ ክትገብሮ ኢኻ ምክንያቱ ጽቕጠት የብሉን ሓሙሽተ በቃ እታ ናይ ሎም መዓልቲ እያ ናይ ሎም መዓልቲ እዛ ዘለኹዋ ሓምሳን ሓሙሽተን ንኸእቱ ቅልል ዝበለ መገዲ ኢልካ እንተሓሲብካ ብጣዕሚ ክቐልል ይኽእል ማለት እዩ ስለዚ እዚ ንምግባር ግን ኦፍኮርስ ማዕረ ቀሊል ቀሊል ከምዚ ትብሎ ኣይኮነን ዲስፕሊን ዝኾነ ሴቪንግ ከድልየካ እዩ ሴቭ ጥራይ ዘይኮነ ግን ከነዋፍሮ ክንክእል ከ ኣለና ብከምኡ ኢና ብዛዕባ ኢንቨስትመንት ብብዝሒ ዝምህር ኣብዚ ቻነል ስለዚ ስማርት ዝኾነ ወይ ከዓ ማለት ኣብ ምንታይ ከም ተዋፍሮ እንታይ ዓይነት ሪስክ ትወስድ ስለምንታይ ከተዋፍሮ ዘለካ እዚ ምስ ፈለጥካ ብጣዕሚ ቀሊል ክኾነልካ ይኽእል እዩ ብፍላይ ብፍላይ ነዚ ሚእቲ ሽሕ ታርጌት ወይ ከዓ ዕላማ ኢልናዮ ዘለና ንክትሃርም ሚእቲ ሽሕ ኢለዮ ዘለኹ ክልተ ሚእቲ ሽሕ ክትገብርዎ ትኽእሉ ኢኹም ክልተ ሚእቲ ተገይርኩሞ ዕስራ ዝነበረ ብኣርባዓ ክትቅይርዎ ኢኹም ሓምሳን ሓሙሽተን ንመዓት ዝነበረ ሚእትን ዓሰርተን ክትቅይርዎ ኢኹም ከከምቲ ኣታዊታ ከም ጋይድ መምርሒ እዩ ዳኣ እምበር ልክዕ በቲ ሕጊ ትኸይድ ማለት ኣይኮነን ግን ከም መምርሒ ክንጥቀመሉ ክሕግዘና ይኽእል እዩ። ኣታዊታትና ግን ኩሉ ግዜ እንታይ ክንገብር ኣለና ኣሕዋት? ከነዕብዮ ክንክእል ኣለና። ደሞዝና ሽሕን ሓሙሽተ ሚእቲ እንተኾይና ብሽሕን ሓሙሽተ ሚእቲ ነዚ ዘሎ ሓሙሽተ ዓመት ክነብር እንተኾይነ ብጣዕሚ ከቢድ እዩ። ተወሳኺ ስራሕ ድዩ ካልእ ነገራት እንዳእተኹ ክኸውን ክኽእል ኣለዎ ማለት እዩ። ስለዚ ናቱ ከዓ ኣብ መወዳእታ ክውስኸልኩም ክፍትን እየ። ስለዚ እንታይ ኢና ክንፈልጥ ዘለና ኣታዊ ዘይኮነ ዘገድስ እንታይ ደኣ ሶሪ እቲ ሴቪን ወይ ከኣ ገንዘብ ምዕቃብ ዘይኮነ ኣዝዩ ኣገዳሲ ኣብ ገንዘብ ምውህላል እንታይ እዩ እቲ ኣታዊታትካ እንዳብዛሕካዮ ክትከይድ ከለካ እቲ ዝበዝሐ ማለት ኣይ ቲንክ ኣብ ናይ መን ርኤ ነይረ ቅድሚ ሕጂ ኣብ ናይ ናይ ተስላ ሲኢኦ መን ስሙ ኤላን ማስክ ኤላን ማስክ እንታይ ዝብል ኣምፅኡ ነይሩ ሓደ ግዜ ካብ ሴቭ ክትገብርስ ገንዘብ ከተእቱ ይቐልል መገዲ ኢሉ ኣብ ትዊተር ፅሒፉ ነይሩ ኣይ ቲንክ ሓቂ እዩ ብትክክል ከዓ ማለት እዩ ስለዚ ኩሉ ግዜ ኣብቲ ገንዘብ ኣታዊና እና ዘለናስ ብኸመይ ከነብዝሖ ኣለና ኢዳ ኢና ክንሓስብ ኣለና እምበር እቲ ዘለና ገንዘብስ ብኸመይ ክንዕቅብ ኣለና ሻሂ ከይሰተኹ ስቕ ክብል እየ ኮፊ ከይሰተኹ ኖኖኖኖ ክንሰቲ ክንክእል ኣለና ክንዘናጋዕ ክንክእል ኣለና ኣደ ሴም ታይም ግን ተኣታዊታትና ቁርብ ኣብዝሕ ከነብሎ ይግባእ ማለት እዩ ስለዚ ሴፍ ክንገብር ከለና ከም ዝበልኩኹም ሓሙሽተ ሚእቲ ጥራይ ይዕቅብ እንተሃልየ ንሓሙሽተ ዓመት ሓሙሽተ ሚእቲ ጥራይ ክትከይድ ማለት እዩ ኣጋጣሚ ኮይኑ ሓሙሽተ ሚእቲ ክዕቅብ ተጀሚረ ኣታዊታተይ ግን ብክልተ ሚእቲ ክልተ ሚእቲ እናብዛሕኩ እኮ ተኸኢለ ኣብታ ካልኣይቲ ወርሒ ሸውዓተ ሚእቲ ክኸውን እዩ ኣብታ ድሕሪኣ ዘላ ትሽዓተ ሚእቲ ዓመት ክኸውን ይኽእል እዩ ክልተ ዓመት ክኸውን ይኽእል ብዘይገድስ ማለት እዩ ከምኡ እንዳበለ ዕብየት እናርኣየ ክኸይድ ዘሎ ተኽእሎታት ብጣዕሚ ልዑል እዩ ምክንያቱ ኣታዊታትካ ሲሊንግ የብሉን ወይ ከዓ ጠጠው ዘብል የብሉን ስኢሉ ክቕፅል እዩ ማለት እዩ ስለዚ ያ ብተወሳኺ ገንዘብ ከተእቱ ከለካ ካብቲ ስትረስ ከዓ ወይ ካብቲ ፕሬሸር ፀቅጠት ከዓ ከድሕነካ እዩ ምክንያቱ ባእ ሎምኳሽ ኣይሰትን'የ ክትብልስ ኣይትኽእልን ኢኻ፣ ምኽንያቱ ኣብቲ ኣታዊታትካ ኢኻ ተኪርካ ትጽዕር ወይ ከኣ ትሰርሕ ዘለኻ። ስለዚ ብተወሳኺ ማለትሲ ዝተፈላለየ ዓይነት መገድታት ኣሎ፣ ታንክስ ቱ ቴክኖሎጂ'የ ዝብል ኩሉ ግዜ፣ ዕድመን ጥዕናን ንቴክኖሎጂ'የ ዝብል ክሳብ ዘለና ማለት እዩ። ሶ እዚ ተወሳኺ ስራሓት ክትሰርሕ ትኽእል ኢኻ፣ ናይ ኦንላይን ስራሓት ኣሎ፣ ሳይድ ሃስል ንብሎ ማለት ናይ ጎኒ ጎኒ ስራሕካ እንዳሰርሕካስ ከም ጎኒ ከኣ ሜይቢ ናይ ዩቲዩብ ዲኻ ክትሰርሕ ሜይቢ ናይ ኤዲተር ዲኻ ክትሰርሕ ዝተፈላለየ ዓይነት ስራሓት ክትውስኸሉ ትኽእል ኢኻ ወይ ከዓ ነቲ ዘለካ ስራሕ ክትዕብዮ ማለት እዩ ኦኬ ኩሉ ግዜ ቅድሚ ክልተ ዓመት ዝነበርናዮን ሕጂ ዘለናዮ መበይን እዩ እንዳ ማዕበለ እዩ ዝምዕብል ዘሎ ዓለም ስለዚ ናትና ዕብየት ከዓ ምስኡ እንዳዓበየ ክኸይድ ክኽእል ኣለዎ So ኣብቲ ቀዳማይ ማለት ኣብቲ ቀድ ሓደ ዓመት ክሳብ ክልተ ዓመት ዘሎ ታርጌትና ብፍላይ ካብ ዜሮ ንጅምር ተሃሊና ማለት እዩ ኣብ ምንታይ ኢና ከነተኩር ዝግባኣና ከም ትሪእዎ ዘለኹም ኣብቲ ፋውንዴሽን ናትና ስትሮንግ ዝኾነ ፋውንዴሽን ወይ ከዓ መሰረት ክንሃንፅ ክንክእል ኣለና ከምቲ ገዛ ክትሃንፅ ከለካ መሰረታዊ ከይግበርካዮ ትፈልጥ ኢኻ ክትዛረብ ትኾንካ ኤቢስዲ እዩ ገለ ክትፈልጦም ኢኻ ቅድሞ ይሃይሁ በቡ በዚ ናትና ቋንቋ ማለት እዩ ስለዚ እቲ ፋውንዴሽን ኣዝዩ ኣገዳሲ ይኸውን ስለዚ እቲ መጀመርያ ክንገብሮ ዝግባኣና እቲ ወፃኢታትና ምቕናስ ማለት እዩ እንታይ ክብለኩም ጸኒሐ ኣብ ዕብየት ክነተኩር ኣለና ኣብ ኣታዊያትና ከመይ ገና ንዕብዮ ክንሓስብ ኣለና ኢለኩም የስ ብትክክል ንሱ እዩ ግን ወፃኢታትና ካብ ግምት ክነእትዎ የብልናን ማለት ኣይኮነን ኣነሰሰሪ ወይ ኣገዳሲ ዘይኮነ ወፃኢታት ምስዝህልወና ንሱ ኣብ ግምት ከነእትዎ ኣለና ወይ ከዓ ክንቆርፆ ከነጥፎ ክንክእል ኣለና ንኣብነት ነትፍሌክስ 1 ዕስራ ድዩ ወርሓዊ ንኸፍል ተሃሊና ንዕኡ ካት ክንገብሮ ንኽእል ኢና ኦኬ ክነቋርፆ ንኽእል ኢና ማለት ነትፍሌክስ ዘይንከታተልቲ ኮይና ማለት እዩ ካልእ ከምኡ ተወሳኺ ብዙሓት ወጻኢታት ክህልዎና ይኽእል እዩ። ስለዚ ብኡ ክንጅምር ኢና። ብድሕሪኡ ከኣ ሪሊስቲክ ዝኾነ ባጀት ከምዚ ኦቨር ሃይፕ ኣይኮነን ከም ዝበልኩም ሓምሳ ሚእታዊት ገንዘበይ ከዕቁበ እየ ወይ ቴስዓ ሚእታዊት ከምዚ ክገብር እየ ዘይኮነስ ሪሊስቲክ ዝኾነ ማሲ ሚእቲ ሽሕ ደሞዝ ኣለኒ ንወርሒ ስለዚ ካብዘን ሽሕ ዕስራ ሚእታዊት ድየን ሰላሳ ሚእታዊት ክዕቅበን እየ እንዳበልካ እቲ ባጀት ትገብሮ ማለት እዩ። ኣብ ገዛ ክራይ ሽሕ ዝኸፍል ዘለኹ ኦኬ ክትቅየር ኣይትኽእልን እያ ንሳ ወይ ሲንግል ትኾይንካ ምስ ዓርክኻ ድዩ ገለ ክትቅመጥ ትኽእል ኢኻ ንግዚኡ ፈፍርቅኩም እንዳኸፈልኩም ማለት እዩ ኣትሊስት ግን ሪሊስቲክ ዝኾነ ወይ ከኣ ክትገብሮ ትኽእል ነገራት ባጀት እትገብር ባጀት ማለት ከኣ እቲ ገንዘብካ ምሕደራ ማለት እዩ ብሕፅር ዝበለ ማለት እዩ ስለዚ ብንእሽተይ ኢኻ ትጅምር ከም ዝበልኩም ብዓብዪ ከድካ የለን ሚእቲ ሽሕ ንምንታይ ኢና መቓቒልና ዘለና ምክንያቱ ኣብ ኣዋርሕ ኣብ መዓልትታት ስለ ዝመቐልናዮ ብንእሽተይ ኣብቲ ቀዳማይ ዓመት ወይ ካልኣይ ዓመት ንብሎ ዘለና ካብ ዕስራ ክሳብ ሰላሳ ሽሕ ዝኣክል ገንዘባት ክንዕቅብ እንተኽኢልና ንዕኡ ጥራይ ሽዑ ንመቓቕሎ ናብቲ ወርሓዊ ሰሙናዊ ከም ዝበልኩም ማለት እዩ ኣብ ውሽጢ ሓደ ዓመት ክልተ ዓመት ዕስራ ሽሕ ክሳብ ሰላሳ ሽሕ ማለት በቃ ዓሰርተ ሽሕ ጥራይ ትዕቅብ ኣለኻ ንዓመት ማለት እዩ ብጣዕሚ ቀሊል እዩ ስለዚ ንክትገብሮ ብጣዕሚ ይቐለልካ ኣሎ እዚ ማለት እዩ ስለዚ እቲ ፋውንዴሽን ተሃንፆ ስለ ዘለካ እቲ መሰረታዊ ምክንያቱ ተሃቢት እቲ ልምዲ ዝበሃል ናይ ምዕቃብ ናይ ምውፋር ምስ መፀ ብድሕሪኡ ገንዘብ እንዳዓበየ ባዕሉ ክዓቢ ይኽእል እዩ ከሪኦ ክመፅንሕ ኢለ 1 20 ሚታዊት እንዳዓበየልካ ክኸይድ ይኽእል ማለት እዩ ስለዚ እያ ኣብቲ ቀዳማይ ክልተ ዓመት ኢንካም ስትሪም ዝተፈላለየ ኣታዊታት ከዓ ክትውስኽ ክትክእል ኣለካ ንኣብነት ኣብ ቲክቶክ ዝውዕሉ ብዙሓት ኣለዉ ከም ኣታዊታቶም ክጥቀምሉ ክእሉ እቲ ናይ ቲክቶክ ካብ ስኢልካ ለለለ ክትብል ትውዕል ወ ዝተፈላለየ ዓይነት ኣታዊታት ገብረሉ ትኽእል ኢኻ እቲ ኣብ ቲክቶክ ንኣብነት 100 ሽሕ 200 ሽሕ ፎሎወርስ ዘለዎም ኣብ ቲክቶክ ብዙሓት ብዙሓት ብዙሓት እዮም ዘለዉ ዝኾነ ኦንላይን ቢዝነስ ኣሎ ብጣዕሚ ጥዑይ ዝኾነ ማለት እዩ ንሕብረተሰብ ክጠቅም ዝኽእል ብምግባር ጥራይ ብዙሓት ሃዊታት ክገብርሉ ይኽእሉ ነይሮም እዮም እዚ ግን እንታይ እዩ ኦፍኮርስ ኣብቲ ትምህርትን ፍልጠትን ግዜኻ ተጥፍኦ ምስ ትኸውን እዩ ስለዚ እቲ ሓደ ክሳብ ክልተ ዓመት ዘሎ ተወሳኺ ኣታዊታት ከተእቱ ክትክእል ኣለካ ወይ ከዓ ክትፍትን ኣለካ ማለት እዩ ኦኬ ስለዚ ኣብ ሳልሳይ ዓመት በፂሕና ኣለና ዝበዛሕና ኣብ ሰለስተ ዓመት ክንውድኦ ንኽእል ኢና ኦኬ ሰላሳ ሽሕ ሰላሳ ሰላሳ ሽሕ ሴብ ሴብ እንዳገበርና ወይ ተዋፊርና እሞ ከኣ ዘዋፈርናዮ ዓሰርተ ሚእታዊት ዓሰርተ ሚእታዊት ነውስኸልና ተኸይዱ ሚእቲ ሽሕ ወዲእና ኣለና ዓቂብና ኣለና ኣብ ውሽጢ ሰለስተ ዓመት ማለት እዩ ስለዚ ዩ ኤሰ ትቅመጡ ንኣብነት ጽቡቅ ኣታዊ ስለ ዘለዎ እቲ ቦታ ክትእክቦ ትኽእል ኢኻ ኣብ ዩኬ ከምኡ ኣብ በዓል ስዊድን ከምኡ ኣፍኮርስ ገለ ቦታታት ዘይክሕግዘካ ክእል እዩ ሪጋርድለስ ግን ከከም ዘለናዮ ከከምቲ ደሞዝናን ኣብ ግምት ብምእታው እንዳዕበናዮ ተኸይድና ብጣዕሚ ቀሊል ክኸውን ይኽእል እዩ ማለት እዩ ስለዚ ኣብ ምንታይ ፎካስ ክትገብር ዘለካ ኣብ ሳልሳይ ዓመት ኣብቲ ዕብየትን ኣብቲ ወፍርን ከተተኩር ክትክእል ኣለካ ወይ ከዓ ኣተኩሮ ክንህቦ ክንክእል ኣለና ማለት እዩ ስለዚ ናትካ ሴቪንግ ክብል ከለኩ ባይዘወይ ኢንቨስት ትገብሮ ኣለካ ማለት እዩ ብተዘዋዋሪ ኦኬ ስለዚ ሴቪንግ ስለ ዝበልኮ ምዕቃብ ጥራይ ዘይኮነ እንታይ ዳ ንእሽተይ ካልኣ ሴፍ ትገብሮ ዝተረፈ እንዳዋፈርካዮ ትኸይድ ኣለካ ማለት እዩ ከም ሴቪንግ ከም ምዕቃብ ኢና ንሓስቦ ኣለና ንዑ ስለዚ ክሳብ ዓሰርተ ክሳብ ዕስራ ሽሕ ክሳብ ሰላሳ ሽሕ ዝነበረ ናብ ሰላሳ ሽሕ ከተስግሮ ትኽእል ኢኻ ኣብ ሳልሳይ ዓመት ምኽንያቱ ከም ዝበልኩዎ ሳይድ ሃስል ጥራይ ናይ ጎኒ ስራሕ ብምእታው ጥራይ ብዙሕ ገንዘብ ከተእትወሉ ስለ ትኽእል ማለት እዩ ንኣብነት ኣነ እዚ ዩትዩብ ናተይ ሜይን ኣታዊ ኣይኮነን ግን ከም ተወሳኺ ይጠቕመኒ ንሕብረተሰብ ንምሕጋዝ ኢለ ዳዋላ ይግበሮ እምበር ስቲል ኣታዊታት ግን ኣለዎ የብሉን ማለት ኣይኮነን ስለዚ ከምኡ ዓይነት ኣታዊታት ክትውስኸሉ ትኽእል ኢኻ ናይ ግድን ኣይኮነን ዩትዩብ ብዙሕ ኣሎ ማለት እዩ ስለዚ እየ ናብ ሰላሳ ሽሕ ክተብሎ ትኽእል ኢኻ ምክንያቱ እቲ ኣዲሽናል ወይ ከዓ ተወሳኺ ኣታዊታት እንዳወሰኽካሉ ትኸይድ ስለ ዘለኻ ካልእ ኣብዚ ከተተኩሮ ዘለካ ኣብቲ ሳልሳይ ዓመት እንታይ እዩ ብፍላይ ከተዋፊ ከለኻ ሙሉእ ርድኢት ስለ ዝህልወካ ኣብዚ ግዜ እዚ እሞ ከኣ ብዙሕ ገንዘብ ስለ ዘለካ ናይ ግድን ወፍሪ ክትመሃር ክትፈልጥ ክትክእል ኣለካ ኣግረሲቭሊ ኮይኑ ማለት እዩ ብብዝሕ እንዳዋፈርካ ከም ተወሳኺ ኮንሲስተንሲ ከኣ ክህልዎ ክኽእል ኣለዎ ቀጻልነት ማለት ከምዚ ሓደ መዓልቲ ዋፊርካ ዓመት ጸኒሕካ ተዋፍር ዘይኮነ እንታይ ደኣ ቁኑዕ ዝኾነ ETF ወይ ውልቃዊ ስቶክ ድዩ ወይ ኢንደክስ ፋንድ ተማሂርካ ፈሊጥካ ምውፋር ኣዝዩ ኣገዳሲ ይኸውን ከም ዝበልኩኹም ኣብዚ ቻነል ስለ ንምህር ያህ ከባቢ ሸሞንተን ሓምሳን ትሽዓተ ቅርሺ ብምኽፋል ሙሉእ ርድኢት ክትገብሩ ትኽእሉ ኢኹም። እዚ ቻነል ከዓ ላይክ ግበርዎ ከለኹም ንዓና ክሕግዘና ከምዚ ዓይነት ኮንተንትስ ብፍላይ ተፈቲኹሞ ክንቅርበልኩም መታን ላይክ ላይክ ግበርሉ ኩልኹም ምክንያቱ መፃኢ ዝኹን ዘሎ ማለት ስለዚ እቲ ኮምፓውንዲን ዝበሃል ከዓ ክሰርሕ ክኽእል ኣለዎ ዝበዛሕኩም ኮምፓውንድ ናይ ትፈልጡ ክትኮኑ ትኽእሉ ኢኹም ንኣብነት ሚእቲ ሽሕ ትዕቅብ እንተሃሊኻ ንዓመት እቲ ሚእቲ ሽሕ ዓሰርተ ፐርሰንት ባንክ ይህቡኻ እንተሃልዮም ንሰን ከዓ ተመሊስካ ክትዕቅበን ከለካ ወይ ከዓ ክወልዳልካ ከለዋ ማለት እዩ ብሕፅር ዝበለ ስለዚ እቲ ገንዘብካ ንኽዓቢ ዕድላት ትህቦ ኣለኻ። ከምቲ ስራሕካ እንዳዓበየ ዝዓበዮ እቲ ገንዘብካ ከኣ እንዳዓበየ ክዓቢ ይኽእል እዩ ባዕሉ ማለት እዩ። ኦኬ ናይ መወዳእታ ዓመታት ኢና በጺሕና year four and year five ወይ ከኣ ራብዓይ ሓምሻይ ናይ መወዳእታ ዓመት ማለት እዩ። እዚ ኩሉ ግዜ you have to maximize the income and the investment እቲ ወፍርታትካን እቲ ናትካ ኣታዊታትካን ማክሲማይዝ ክትገብሮ ወይ ከዓ ክትዕብዮ ክትክእል ኣለካ ስኬል ኢታፕ ማለት ኣዕብዮ ክትዕብዮ ክትክእል ኣለካ እቲ ነ ሰቪንግ ሬት ዕስራ ሚእታዊ ትዕቅቦ ዝነበርካ መጀመርያ ኣብዚ ከባቢ ሰላሳን ሓሙሽተን ክሳብ ኣርባዓ ፐርሰንት ክትዕቅቦ ትኽእል ኢኻ ምክንያቱ ኣታዊታትካ እንዳወዘ እንዳበዝሐ በዘበዘ ብጣዕሚ ብዙሕ ኮይዱ ስለ ዘሎ ስለዚ ካብ ኣርባዓ ክሳብ ሓምሳ ሽሕ ክትዕቅብ ኣይከሸግረካን እዩ ምክንያቱ ድሕሪ ሓሙሽተ ዓመት ካብ ዘለናዮ እሞ ካብ ብዛዕባ ፋይናንስ ተማሂርና ኢዝሊ ሰለስተ ዕፅፊ ኣርባዕተ ዕፅፊ ክንውስኸሉ ንኽእል ኢና እቲ ዕብየት ናቱ ማለት እዩ ስለዚ ኣብ ናይ መወዳእታ ክልተ ዓመታት ክሳብ ሓምሳ ሽሕ ክትዕቅብ ዘሎ ተኽእሎታት ብጣዕሚ ቀሊል ክኸውን እዩ ኦብስሊ ፕላን ኢና ጌርናያ ዘለና ብኡ ክንጭነቕ የብልናን መጀመርያ ግን በተን ውሑዳት ዝበለን ሓምሳን ሓሙሽተን መዓልቲ ድን ሱሳን ሓሙሽተን መዓልቲ ድን እንዳዓቀብና እንዳዓቀብና ትኸይድና ባዕሉ ክመርሓና እዩ እቲ ሲስተም ማለት እዩ ኣብ ዓለም ሲስተም እዩ ውፅኢት ጥራይ ዘይኮነ ሲስተም እዩ ዘገድሰካ ኣሎ እቲ ዝዓበየ ማለት እዩ ኦኬ ስለዚ እያ ዲቪደንድ ተሃልይዎ ሪኢንቨስት ክትገብሮ ኣለካ ወይ ከዓ ኣብ ሃይ ግሮዝ ከም በዓል ተስላ ድዩ ኤንቪድያ ድዩ ቢትኮይን ድዩ ዝኣመሰለ ከዓ ከተዋፍር ከለኻ ዕብየት የርእዩ። ናትካ ቢዝነስ ክትከፍት ትኽእል ትኽእል ተኸ- ተኾይንካ ከዓ ኦፍኮርስ ፅቡቅ ውፅኢት ከተምፅኣሉ ትኽእል ኢኻ ራይት ፅቡቅ ምፅኢት- ውፅኢት ከተምፅኣሉ ትኽእል ኢኻ ካብ በልና እንታይ ዓይነት ሜላታት ተጠቂምካ እዩ ዝበለፀ ኣብ ወፍሪ ወይ ከዓ ኣብ ኢንቨስትመንት ሓደ ኢቲኤፍስ ኣለካ ከም በዓል ኤስምፒ 500 ናስዳክ 100 ኪኪኪ ኢልና ንፅውዖ እዚኦም ኩሎም ዓመታዊ ካብ ዓሰርተ ክሳብ ዕስራ ሚኢታዊት ኣቨረጅ የምጻልካ። ኣብዚ ሓለፈ ክልተ ዓመታት ጥራይ ካብ ዕስራ ክሳብ ሰላሳ ውጽኢት ኣምጺኡ ኣሎ እዚ ናስዳክ ዋን ሃንድረድ ማለት እዩ። እዚ ከኣ ዝተዛነቐ ETF ስለዝኾነ ጽቡቕ ውጽኢት ከምጻልካ ይኽእል። ጅስ ክትፈልጦ ጥራይ ኣለካ። ኣብዚ ክትመሃሮ ክትክእል ጥራይ ኣለካ ማለት እዩ። ኦኬ ዲቪደንድ ክተ ሪኢንቨስት ትገብሮ ኣለካ ተመሊስካ ከተዋፍሮ ኣለካ ማለት እዩ። እዚ ከኣ እቲ ናትካ ሴቪንግ ኣክሰለሬት ክገብሮ ይኽእል ወይ ከኣ ከዕብዮ ይኽእል እዩ። ንእሽተይ ተኮይንካ ከዓ ያ ብዙሕ ሪስክ ብምውሳድ ከምቲ ዝበልኮ ሃይ ሪስክ ሃይ ሪዋርድ ወይ ከዓ ብዙሕ ሪስክ ዘለዎ ብምውሳድ እቲ ሓሙሽተ ዓመት ዝበልናዮ ውሽጢ ሰለስተ ክልተ ዓመታት ብወፍርን ገለን ክነእትዎ ዘሎ ተኽእሎታት ብጣዕሚ ልዑል ይኸውን ከምኡ ክብል ከለኹ ግን ናትና ላይፍ ስታይል ወይ ከዓ ናትና ሂወት ኣካይዳና ዝተመሓሸ ክኾን ኣለዎ ንኣብነት ናይ ቲክቶክ ትውዕል ተኮይንካ ክብል ፀኒሐ ቲክቶክ ትውዕል ተኮይንካ ገንዘብ ከመይ ከም ዝሰርሕ ወይ ከዓ እቲ ናይ ቲክቶክ ገንዘብ ከምፃለይ ዝብል እምነት እንተጌርካ እንተፈሊጥካዮ ቅልል ዝበለ መገዲ ከዕብየካ ይኽእል እዩ እንታይ ክትገብር ዘለካ ጥራይ እቲ ኣነሰሰሪ ወይ ከዓ ኣገዳሲ ዘይኮነ ወፃኢታት ከተጥፍኦ ክትክእል ኣለካ ማለተይ ኣብ ዘገድስ ንኣብነት ገዛ ክራይ ድዩ ናይ ሞርጌጅ ድዩ ናይ ኤሌክትሪክ ድዩ ናይ ኮምፒውተር ድዩ ከድልየካ እዩ ዘየድሊ እንተኮይኑ ግን ኣይድልየካ እዩ ንኣብነት ኣብ ቲክቶክ በዝራእኮስ ኣንበሳ ትሰደሉ ዶ ገለዶ ገለዶ ኢሎም ቲክቶክ ዳርጋ ሓምሳ ድዮም ሱሳ ሚእታዊ ትወስድዎ ፅቡቅ ገይረ እኳ የፅናዕኮን እቶም ቲክቶክ ባዕሎም እቶም ካምፓኒስ ኣርባዓ ሓምሳ ሚእታዊ ትወስድዎ ስለዚ ኣነ ሓደ ሰብ ተሰይደሉስ ኦረዲ ናብኡ ከማን ብዙሕ ኣይኮነን ዝኸይድ ዘሎ ስለዚ ኣብቲ ኣገዳሲ ነገር ደኣ ክነብል ኣለና እምበር ከም ዝደልየ ዘይኮነስ ወል እዚ እዚ የገድሰኒ እዩ ስለምንታይ ይገዝኦ ኣለኹ ኢልና ክንፈልጥ ክንክእሎ ኣለና ስለዚ ላይፍ ስታይል ኢንፍሌሽን ዝበሃል ኣሎ ኢንፍሌሽን ገንዘብ ባጤራ ገንዘቡ የብል ገለ ኢልና ሓቂ ዶ ናትና ከዓ ከምኡ ከጋጥመና ይኽእል እዩ ኣካይዳና እንተዘይማሓይሽና ንኣብነት ዝዓበዩ ናይ ባስኬትበል ድዩ ናይ ኩዕሶ ተፃወቲ ድዮም ገለ ሃብታማት ክንሪኦ ከለና ማሲ ሃብቶም ክዓቢ ከሎ ወፃኢታቶም ካብ ብጣዕሚ ይዓቢ እሞ ኦፍኮርስ ካብቲ ኩዕሶ ሪታየር ምስ ገበሩ ወይ ጥሮታ ምስ ወፁ ኣብ ምንታይ ኣትው ባንክራፕሲ የጋጥሞም ወይ ከዓ ጥፈሻ የጋጥሞም ስለምንታይ እቲ ናቶም ላይፍ ስታይል ወላ ገንዘቦም እንዳወሰኽ እዮም ዝውስኹ ዘለዉ ብሚእቲ ቅርሺ ጥራይ ዝነብሩ ዝነበሩ ንሓንቲ መዓልቲ ብሰለስተ ሚእቲ ይገብርዎ ሽዑ ናብ ሚእቲ ክምለሱ ይክእሉን እዮም ምክንያቱ ኦረዲ እቲ ላዕለዋይ ርኢኻዮ ስለ ዘለካ ኢንፍሌሽን ናይ ክምለሰልካን እዩ ኣንለስ ከምዚ ናይ ፈደራል ሪዘርቭ ገንዘብ ባዕልካ ትቆፃፀሮ እቲ ኢንትረስት ሬት ተዘይኮይንካ ዊች ኢዝ ቨሪ ሃርድ ብጣዕሚ ከቢድ እዩ ምክንያቱ ኣብ ካልእ ሂወት ስለ ዝለመድካ ማለት እዩ ስለዚ እዚ ክንእግዶ ክንክእል ኣለና ዊ ሃፍቲ ኣቮይድ ኢት እቲ ላይፍ ስታይል ኢንፍሌሽን ኢልና ንፅውዖ ዘለና ማለት እዩ ኦፍ ኮርስ ብዘይ ዲሲፕሊን ኣብ ዝኾነ ክትበፅሕ ኣይትኽእልን ኢኻ ጠባይ ዓቕሊ እዚ ኩሉ ገለ ካብቲ ኣገዳሲ ዝኾነ እዩ ንኩሉ ሂወትና ማለት ንገንዘብ ጥራይ ዘይኮነ ኣብ መወዳእታ ከዓ ዊ ሃቭ ቱ ሪዋርድ ኣወር ሰርቪስ ዋ ብርሃነ ከምዚ ከምዚ ጌርካዮ ወልዳን ስለዚ ሎማዓንቲ ከምዚኣ ሻምፔን ተገድሰካ እያ ኮፊ ተገድሰካ እያ ይዲዘርቭ ዲስ ማለት እዚስ ይግባኣካ እዩ ኢልካ ከዓ ንነብስኻ ወል ይሃፍቱ ታንኪት ዋይ ከተመስግና ግባእካ ወይ ከዓ ሪዋርድ ክትህባ ኣገዳሲ ይኸውን ማለት እዩ ስለዚ ኣገደስቲ ኣለው ኮመን ዝኾኑ ማለት እዩ ልሙዳት ዝኾኑ ጌጋታት ንፍፅሞም ኣብዚ ሓደ ኩሉ ግዜ ኣብ ሴቭ ጥራይ ዘይኮንና ሴቭ ገዲፍና ኣብ ምንታይ ኣተኩሮ ክንገብር ኣለና ኣብቲ ናትና ኢንካም ወይ ከዓ ኣታዊ ከነዕብዮ ክንክእል ኣለና ማለት እዩ እዚ ንኣልዮ ማለት ኣይኮነን ግን ኣብዚ ኣተኩሮና ኣብቲ ኢንካም ከመይ ገይረ ተወሳኺ ገንዘብ ከመይ ገይረ እንዳበልና ክንፅዕር ክንክእል ኣለና ማለት እዩ ኦኬ እቲ ገንዘብና ሴቭን ኢለ ክብለኩም ፀናሕኩ ሚእቲ ሽሕ ሴቭ ዘይኮንካ ትገብሮ ሚእቲ ሽሕ ኢንቨስት ኢኻ ትገብሮ ናይ ሓደ ወርሒ ድዩ ናይ ክልተ ወርሒ ናይ ሽዱሽተ ወርሒ ዶ ገንዘብ ትዕቅብ ትሕዞ ዝሕሪኡ ግን ኣብ በዓል ተስላ ድዩ ናስዳክ ድዩ እንዳዋፈርካ ከተዕብዮ ክትክእል ኣለካ ስለዚ ወፍርካ ሓደ ካብቲ ዝዓበየን ዝበለፀን ክኸውን እዩ ናይ ግድን ኣይኮንካ ናብ ስቶክ ማርኬት ናይ ሪል ስቴት ናይ ገዛውቲ ተሪካ ኣብ ስቶክ ገዛውቲ ከተዋፍሮ ትኽእል ኢኻ ናይ ክሪፕቶ ተተማሂርካ ናይ ክሪፕቶ ክተዋፍሮ ትኽእል ኢኻ ናይ ቢዝነስ ተኾይኑ ኣብ ቢዝነስካ ክተዋፍሮ ትኽእል ኢኻ እቲ ገንዘብ ግን ሒዝካዮ ኮፍ ዘይምባል ማለት እዩ ብሕፅር ዝበለ ኦኬ ያ ከምቲ ዝበልኩኹም ኣነሰሰሪ ዝኾነ ኣገዳሲ ዘይኮነ ገንዘብ ምጥፋእ ከዓ ኦፍኮርስ ሓደ ካብቲ ሚእቲ ሽሕ ንኸይትሃርሞ ክስታይ ዝኾነካ እዩ ማለት እዩ ኣብ መንጎ ጠጠው ዘብለካ ዓንዲ እዩ ንበሎ ስለዚ እየ ናይ መወዳእታ ሓሳባት ክበኩም ኣሕዋት ሚእቲ ሽሕ ኣብ ውሽጢ ሓሙሽተ ዓመታት ገንዘብ ንክትእክብ ብጣዕሚ ኣችቨብሊ ቀሊል እዩ ግን ኮንሲስተንስን ዲስፕሊን ከድልየካ ማት ቀፃልነትን ዲስፕሊን ከዓ ኣዝዩ ኣዝዩ ኣዝዩ ኣጎዳሲ ይኸውን ኣብ ኢንቨስትመንት ፎካስ ክትገብር ኣለካ ማለት ኣብ ኢንካም ኣብ ኣታዊታት ማለት እዩ ኣብ ሴቪን ጥራይ ዘይኮነስ ጉርሕ ዝበለ ወይ ከዓ ስማርት ኢንቨስትመንት ከዓ ከተተኩር ኣለካ ማለት እዩ ስለዚ እቲ ዝዓበየ እንታይ እዩ ስታርት ናው ሕጂ ክትጅምሮ ክትክእል ኣለካ ትምህርቲ ከም ዝበልኩሞ እዚ ክትጅምሮ ትኽእሉ ኢኹም ወይ ከዓ እተን ሓሙሽተ ሓምሳን ሓሙሽተን መዓልቲ ድን ኣርባዓን ሓሙሽተን መዓልቲ በታ ዓቕምና ከ ጀሚርናየን ኣብቲ ዝለዓለ ደረጃ ክንበፅሕ ኣይከሸግረናን እዩ ማለት እዩ ስለዚ እዚያ እያ እዛ ቪድዮ ሓጋዚት ኮይና ረኪብኩማ ትኾኑ ኣሕዋት ትፈልጥዎ ኢኹም ግን ከም መዘኻኸሪ ማዕረ ቀመይ ቀሊል ምዃኑ ብሬክዳውን ክንገብሮ ከም ዘለና ክንመቓቆሎ ከዓ ከም ዘለና መዘኻኸሪ ክትኮነኩም ትኽእል እያ ያ ተፈቲኹም ላይክ ግበርዋ ኣብኡ ከለኹም ሰሰናዩ